ክጋብዘኩም እየ ክጋብዘኩም እየ ብሽም ሲስተር ክጋብዘኩም እየ ሓሲበ እየ ዘለኹ። ብልቢ ዝድገፍ ጽቡቕ ሓሳብ እንድዩ ግን ስለምንታይ ኢኻ ማለተይሲ ካብ መዓስ? ዋይ እታ ግርማ ሓወይ እንታይ ገደሰካ ዳርጋ ዘድረርካና። ኣንቲ ጓለይ መን ከብዱ ክረግጩኪ እንታይ ኮንኪ ከ ድራር ናታ ዓጹና እንተ ደሊኪ ንስኪ ደይ ትገድፍዮ እስከ። እሞ ድራር ክትጋብዘናስ ወሲንካ ኢካ ማለት እዩ። ወሲነ እየ ወሲነ እየ ካብ ውሳነይ ድማ ዝኾልፈኒ ሰብ ኣይፈቱን። ኣይንኾልፈካን ወሸለ ጌርካዮ። እህ ዘይገብሮ ይዛረብን እየ ግርማይ። ጽባሕ ስባ ወጊሕ ኢላ እያ። እወ።
ዋእ ኣቲ ኣደይ ከምኡ ዶ በሃል እዩ እዛ ኣደይሲ። ደሓን ግርማይ ሓወይ በቃ እቲ ሓሳብካ ጥራይ ሓኣክል እዩ ብፍላይ ንዓይ እንዲኻ ሓሲብካያ ኔርካ ይቀንየለይ ዳርጋ ዝጋበዝካና ኢኻ።

ተጨነቐኪ ናይ ምኻደይ ዘርኢ ሰናይ ወደይ እንተደልዩ ብትናብለ ነትለ እንተደልዩ ካበተን መባጻጻሕቲ ደለዋ ናይ ሹቕ ገሩ ወስደኒ። ቧዕ ኣቲ እደይ ትኸእልን ኢኺ። ኣታ እስኻ መኻሊፋይ ትኹን ታይ ወሪዱካ እዩ እመ እስኻትኩም ብኽልት ተኾራርምትኹም ኣድራጋ እንዳ ሓየኽኩም ደዳ እሞ ንበይነይ ከባሁ ክሓድር ኮይነ ወይለይከ። ውይ ኣደየ መዓረይ እንታይ ዘምባሆቕ ኣለኪ

ግበሮ ኣይትግበሮ ዘይተፈለጠስ ደሓን ደሓን ኢድኪ ስጋዕ ኣትቑርጥሚ ክገብረኪ እየ። ንርኢ ንርኢ እምበር ኣነስ
ብስለ ገነት ንጋበዝ ከም ዘለና ነጊርካና። እወ ሳላ ኢኹም እዛ ድራር ትጋበዝዋ ዘለኹም። ጽቡቕ እሞ እቲ ምኽንያት እባ ንገረና። ኣይ ምኽንያት ደኣ ክንደይ እሞ ክትብላ ኢኻ

ስጋኺ ውይሉኪ እምበኣር ከማይ ክንደይ። ኣደይ ርግበ ማዕረ ናይ ኣቦኣ ናይ ኣዲኣ ከኣ ክትፈልጦ ግብኣ እምበር። እወ ክትፈልጦ
እንድዩ ዝግባእ ግን እዞም ናይ ሎሚ ዘለዉ ቆልዑ ወለዶ ናይ ኣቦኦም ዓሰርተ ወለዶ ይፈልጡ ናይ ኣዲኦም ግን ፈጺሞም ኣይፈልጡን እዮም እዚ ከኣ ጌጋ እዩ። እሞ እቶም ቆልዑ እንታይ ጌሮም እቲ ጌጋ እቲ ዝዓበየ ጌጋ ኣባና ኣብ ወለዲ እዩ ዘሎ ምኽንያቱ ብማዕረ ጌርና ኣይንፍልጦምን ኣለና። መምህረይ ንሕናሲ ንባዕልና ወለዶ ናይ ኣዴና ዶ ንፈልጦ ኣለና ኢና። ኤኮ እዚኣ እታ ጸገም። እወ ጸገም ድኣ ጸገም እያ። እስኪ ንኣብነት ንስኻ ግርማይ። ወለይ ናበይ መጺኣ ንመምህር እባ ሕተትዮ። ግርማይ ተሓተት ድኣ።
እሞ ተሪላ ናባይ። ስምዐ እስከ ግርማይ እንታይ ኢኻ ነዛ ምሕታት ትጸልኣ ደለኻ ደይትፈልጠም ኮንካ ዲኻስ ዋላ ቁንቁይና ኣለዋ እዩ። ዘይፈልጦ ኮይኑ እምበር እንተዝፈልጥ ድኣ ዘይነግረና። ዋእ እቲ ተኾንኪኒ ኸ ግርማይ ሓወይ። ኣደይ ርግበ ደይ ስቅ ኢለ ሃለውለው ትብል ዘላ እምበሪ ኣነ ደኣ ኩሉ ይፈልጦ እየ ናይ ኣቦይ ይፈልጦ ዋላ ናይ ኣደይ ይፈልጥ። እሞ እንታይ ደኣ ነዛ ዘረባ ጎቦ ጎቦ ጎቦ ጎቦ ትሰዳ ደለኻ ትርትር ትርትር ደይተብሎም ትፈልጦም እንተኾንካ። ኦይ እንታይ ጎቦ ጎቦ ጥራይ ኣደይ ርግበ ጸድፊ ጸድፊ እምበር ሰዶ ኣሎ። በል ሕተት እስከ ሕራይ። ሕራይ
ናይ ኣቦኻ ወሎዶስ ክሳብ ክንደይ ትፈልጥ። እሞ እንታይ ሕቶ እያ ትዛረብ ዘላ እዚኣ ናይ ኣቦይ ደኣ እስካዕ መወዳእታ ፈልጦ እስካዕ ጫፍ ፈልጦ። ጽቡቅ ናይ ኣዴኻኸ? ናይ ኣዴካ ይፈልጦ።
ማሕራይ ንገረና። ሕራይ በሊ ሓዚ ዋዛ ሰብኣይ ከይመስለኪ ክሉ ከስምዓኪ እየ። ኣንታ ግርማይ እዚ እኮ ምፍካር ዘድልዮ ነገር ኣይኮነን። ኦይ ትሕዝቶ ዘይብሉ እኳ እዩ ዝፍክር መምህረይ። ኣነ ግርማይ ኣነ ዶ። ኣንታ ንቕድሚ ዳሃገረ እኮ ፈኸራ ከፋኣና። እሞ ኩሉፍ ኩሉፍ እንዲኽን ተብላና ትልኽን። ድሓን ድሓን ቀጽላ ቀጽላ ድሓን ግርማይ ሓወይ።

ተኽለ መንግስተኣብ ግርማይ ተወልደ ተወልደ ተወልደ
ተወልደ ዓንድቼል
ተዘክረኒ እያ ዘላ
ኣነ ሓይሽካ በኻ

እተን በዓል ወለቸልከ እተን በዓል ዘገርግሽ እተን በዓል ዓንዲ ማርያም ከተተተተ ወለ ወለ ወለ ተስፋ ገርግሽ የለ ዓንዲ ክኤል የለ ኣነ እኮ ካብ መጀመርያ ነጊረኩም እየ ስኢልና ኢና ነዘም ቆልዑ ንላግበሎም ዘለና እምበሪ ነዚአንሲ ተር ኢሉ ድወፀን ዋላ ሓደ ሰብ የለን ኢሉ ዋእ ግርማይ ኩልና ኣባይ ትለኻኽመና ወይለከ እዩ ሲስተር ትወፅያ ዲኺ

እንተ ሰብ ፍርቆም ድኾነ ሽም ኣራርያ ገረ ሃሎም ድሮ ይኮኑ ድሮ ይኮኑ ዳሃዳ ሓምድ
መሸም ግርማይ ወደይ ንዓዳ ንዘረባ ዘረባ ኣምጽኦ ናይ ሓመድ ከኣ ድግሩ ውጸ እንድዩ ሕጂ ከኣ ዘረባ ኣክሊሉ ደምጽኦ ኣብ ካልእ ዝዕላል ኣቲና ታደምጻእካያ ግን

ኣእዛንና እንተ ትብርሃን ገጻ ዘልካዮ ናይ ገነት እዩ ንካልእ ድዋሃብ የለን እንተ እቲ ብዛዕባ እንጀራን እክለ ማይን ግን እ ሳላ በረከት ወደይ ሳላ ዘርእሰናይ ወደይ ሳላ እነትለ በረከት ናይ ኣዴኩም ርግበ